ቀጽል ተስፌ። ሕጂ ደሓን ኣጽንሓያ እዚ ኣገዳሲት ሕቶ እንድያ እዚኣ ናይ መንእስያት እ እዛ ናይ መንእስያት ሲ ተስፋ ህበካ ዶ ገሊኣ ትብል ሕጂ ኣነ እንታይ ኣብለኩም ኣለኹ በቃ ኣብ ኩሉ ግዛይ ዶ ሰራየ ዶ ትግራይ ዶ ሰራየ ዶ ገለ ኢሎም መንእስያት ዝዕጎርጉሩ ኣለዉ ኣነ ኣምሪረ እየ ነቲ ከባቢ ነሲሶም ዝዓበይሉ ኣምሪረ እየ ዝዋርዶም ዝፀርፎም ሕጂ ከምኡ ዝገብሮም ዘለኹ በቃ ኣብኦም እምነ ስለ ዘለኒ ኣብኦም ሲ እንታይ ስለ ዘለኒ እምነ ስለ ዘለኒ ውሽጦም ሲ በቃ እሶም ሲ እዚ ሃገር ካብ ጫፍ ንጫፋ መሬቶም ሕጂ ግን ንሶም ነቲ ሃገር ዘይኮነ ዓደቦም ሲ ባቃ ገለ ሓጺን ጾሮና ወይ ዓጋመ ወይ ተምቤን ጥራይ እዮም ዓዶም ዝወስዱዋ ከምዚ ሕጂ ክንዛርቦ ጸንሓና ግን እቲ ሃገር ብምልእታ ካብ ጫፍ ንጫፍ ሲ መሬት ናይ ሕጂ ዝመንእሰይ ኣብኡ ሚእቲ ካብ ሚእቲ እምነት እዩ ዘለን ዝኾነ ሰብ ክርድኦ ንህዝቢ ትግርኛ ብፍላይ መንእሰይ ትግርኛ ተዘይኣምን ነይረ ወላ ሓንቲ ዝምንቅስቓስ ኣይምኣተኹን ኣይምተዛረኹን ትሰርሖ ዘሎ ስራሕ ከኣ እዩ ስራሕ ጉድ እታ ናተይ ግን ዝኾነ ይኹን ነገር ተቐዳሚ ነገስ ኣብ ህዝብና ዘለኒ እምነት ኣብ ትግርኛ ዘለኒ እምነት ኣብ ህዝቢ ትግርኛ ዘለኒ እምነት ዝኾነ ይኹን ነገር ከም ሓፂን እንታይ ይብሎ ከም ሓፂን ዋላ ኣብተን ሓፀርቲ እዋን ኣብ መወዳእታ ኣብ ሜዳ ዘርከብኩለን ግዜ እምነት ተጋደልቲ ኣብ ህዝቦም እዮም ኣብ ክስውኡ ከለዎስ በቃ ኣብ ዓወት ተራኽበና እዩ ዝብለካ ዘሎ ምክንያቱ ባህል ኣዘራርባስ እሱ ይመውት እዩ ዘሎ ግን ናብ ዓወት ተራክበና ማለት ስለዚ እቲ ኣነ ዝሞተሉ ዘለኹ ስዋኣት ዘለኹ ዕላማስ ክትቁፅል እያ ኣምነካ እዩ ዝብለካ ዘሎ ንስኻ እውን ተቃሊስካ ተቃሊስካስ ከተርክበኒ ኢኻ ስለዚ ሽዑ እራክበና እዩ ዝብለካ ዘሎ ግን እቲ እሱ ዝተሰውኣሉ ዕላማ ስገለ ስለዚ እዚ መንእሰይ ካብ ዝኾነ ይኹን እዋን ላዕልስ ትግርኛ ይኸውን ኣሎ መንነቱ ይገብር ኣሎ እዚ ናይ ኣውራጃ ድዩ እዚ ናይ ገለገለ ከዓ በቃ ተፈቲኑ ተማርረሉ ነገር ከማ ኣይኮን ምክንያቱ እዚ ዝሓለፈ ሸ ዓመሲ ትግርኛ ብድኽነት ብተነፅሎ ብድንቁርና ብገለንግለን ክሕለብ ይፀኒሑ ብደናቁር ገለ ዝበሃሉ እንታይ ክኸውን ይፀኒሑ በቃ ኮሎ ግዛይካ ሰራይካ ገለገለ ሕጂ ግን የለን ሕጂ እቲ ዝበዝሕ ተበቲኑ እቶም ልዕሊ ርብዓ ብፅልኢን ብገለን ዝቀሃሙ ገለ መሊኦም ኮይኑ እምበር እቲ ትግርኛ እቲ በቃ ትግርኛ ኮይኑ ድሕሪ ሕጅስ እንታይ ኣለን እዛ ሃገር ካብ ጫፍ ንጫፋ መሬት እያ እዚኣ ዓዲ ክስቶ ጥራይ ዓዲ ገለ ገለ ንዋላ ኣብቲ ሕጊ እንዳባ ኩሉ ናይ ትግርኛስ ኩሉ ዓዲ ኩሉ መሬት እዩ ስለዚስ ኣነ እንታይ ክብለኩም እዚ ኣብ መንእሰይ ኣብ ህዝብና ዘለና እምነት ልዕሊ ኩሉ ኮላይ ኣብ መንእሰያትና ዘላ እምነት ዓዲ ወይ እንታይ ተኣማሚንኩም ኢኹም ስልጣን ዝሕዙ እዞስ ንሕና ኢና ውዳቤ ንፈጥር ልዕሊ ኩሉ ከኣ ንሕና ጥራይ ኢና እዚ ከኣ እዚ ምቅስቃስ ጥራይ እዩ ንህዝቢ ትግርኛ ዝኣምን ኣብ ህዝቢ ትግርኛስ እምነት ኣለና እምነት ስለ ዘለና ንሕና ከኣ ትግርኛ ስለ ዝኾናስ ኣብ ቅድሜና ዶ ክብል ዝኽእል ሓይሊ የለን ኢልና ንኣምን እዚኣ ንዝኾነ ሰብ እንታይ ክትኮን ኣለዋ ብርህቲ ክትኮን ኣለዋ ህዝብና ንኣምኖ ኢና ልዕሊ ኩሉ ከኣ መንእሰይና ንኣምኖ ኢና ደቅናን ደቂ ደቅና ስለ ንኣምን ኢና መፃኢ ኣለና ንብል ዘለና ስለዚ ኣብዚ መንእሰይና ዝኾነ ሰብ ኣብ መንእሰይ ትግርኛ ከይጠራጠር ኣብ መንእሰይ ትግርኛ ከይጠራጠር ኣነ ኪዳኖ ክፍሉ ካብቲኦም ኣደኖ ከም ኪዳኖ ክፍሉ ከም ኪዳኖ ክፍሉ ገይረ ዘንቖም ዝኣምኖን ገለ የለን ሓደ ኣብ ሜዳ ሓደ ጋዜጠኛ መፂኡ ረኺቦ ኣብ ከሰላ ሕጂ ኢልዎስ እስኻትኩም ኣብ ኤርትራስ ዩኒቨርሲቲ ነበረ ምሁር የብልኩምን ገለ የብልኩምን ከመይ ጌርኩም ኣብ መራሕቲ ክትፈጥሩ ኢልዎ እንታይ ኢልዎ ኪዳነኻ ኖኖ ባህልናስ መራሕቲ ናይ ምፍጣር ዓቕሚ ኣለዎ ኢልዎ ረእዮም ሕጂ ራስ ተሰማ ኣስመሮምን እዚ ወልደኣብ ወልደማርያምስ ዩኒቨርሲቲ ይኮኑ ገለ ይተማሃሩን ግን ከም ወልደኣብ ወልደማርያምን ከም ራስ ተሰማ ኣስመሮምሲ ኣበየናይ ኣፍሪቃ ሃገር ኢኻ መራሒ ትረክብ ኢልዎ ደረጃ ከም ዘለዎም ሕጂ እዚ ምንቅስቃስ እዚ በቃ እቲ በዓል ወዲ ኣብን እዚ ወዲ ወዲ ማርያምን ራስ ተሰማ ስሞሮምን ኣርቲኩሌት ዝገበሩ ኣይዲያ እዩ እንዳማዕበለ እንዳማዕበለ ከይዱ ሕጂ ወልዲ ኣብ ወልደ ማርያም እዚ ራስ ተሰማ ስሞሮም ኪዳነ ኩሉስ ንዓና ኣምኑና ነይሮም ይኣምኑና ነይሮም ከይተወለድና ገለገለስ በቃ ኩሉ ግዜስ ንሕና ሞይትና ንያገለገለስ ንጀምሮ እምበር እዚኦም ደቅና ደቅናስ ወለዶ ዝመፀስ ክቕፅሉ እዩ ኪዳነ ስለ ዝኣመነና እዩ ቀጺልዎ ንሕና ከኣ እቲ እምነት እንታይ ገበርናዮ ማለት እዩ እዚ ንሕና ንገብሮ ዘለና ደቅና ደቂ ደቅና ዋላት ኣሽሙስ ክቐጽልዎ እዩ እታ ሃገር እታ መሬት ግን ክትህሉ ኣለዋ እዚኣ እንታይ ክትኮን ኣለዋ ንጽርቲ ክትኮን ኣለዋ ስለዚ ኩሉ ግዜ እቲ ምትእማን እንታይ ክኾን ኣለዎ ንመንእስያት ጥራይ ዘይኮነስ ንሕና ነባሓጎታትና ኣባሓጎታትና ንብምሎም ቅድሜና ነበሩ ንኣምኖም ደቅና ደቂ ደቅና ሃንዕና ንሕናስ ወሎዶ ንወሎዶስ እንታይ ኣለና ብኸምኡ ኢና ንኸድ ንሕና ሃገር ኢና ክንብል ከለና ኔሽን ኢና ክንብል ከለና እዚ ሕጂ ዘሎ ወሎዶ ጥራይ ኣይኮነን እዚ ቅድም ዋላ ሰለስተ ሽሕ ዓመት ቅድሜና ነበረ ወሎዶን እዚ ብሕጂ ደቅና ደቅና ዝመጹ ወሎዶን እዩ ኣቦይ ኣባሓጎይ ዝገበሩ ኣነ እየ ተሓታቲ ኣነ ከም ዝገበርክዎ ገይረ እየ ዝዛረብ ንሕና ከም ዝገበርና ኢና ኣነ ሻድሻይ ወራር ኣይነበርኩን ወይ ናይ ደጉዓሊ ኩናት ኣይነበርኩን ወይ ኣንጻር ግራኝ ዝነበረ ኩናት ኣይነበርኩን ኣይተወለድኩን ነይረ ግን ኣነ ገይረ ኣቦይ ኣባሓጎይ ነይሮም ዝኾነ ትግርኛ ካብ ብሓጎ መቲ ትራጀዲ ዝመፅእ ሕጂ ብኸምኡ እዩ ባቃ ናይቲ ከባቢ ናትኩም ኣይኮነን ናይዚ ከባቢ ናህና እዩ ገለገለ እሱ ተሪፉ ንሕና ሃገር ኢና ንሕና ብሄር ኢና ኣተሓሳስባና ኩሉ ነገር ከዓ ብሃገር ይኸውን ዘለዎ ብደረጃ ሃገር ኢና ንሓስብ ብደረጃ ሃገር እዩ ዝስማዓና ብደረጃ ሃገር ኢና ኩሉ ንገብሮ እሱ እዩ ስለዚ እዚ ኣብዚኻ ኣብ መንእሰያትና ክንኣምን ክንክል ኣለና ህዝብና ከይኣምነና መንእሰይና ከይኣመና ንገብሮ ነገር የለን ክንኣምን ኣለና እቲ ትግርኛ ዝገብረና ከዓ ንሱ እዩ ስለዚ ዋላ እቲ ናይቲ ኦሪት ክመፀኩም ኣብዚ ናይ ክርስትና እምነት ተፈጥረ በቃ ጳውሎስ ንደማስቆ ከይድ ከሎ ካብ የሩሳሌም ኣብ መገዲ ብተኣምር የሱስ መፅኡ ንዕኡ ነይርዎ እታ ተኣምር ብኸማይ እያ ተቀቢልዋ ጳውሎስ ናይ መሓመድ ከምኡ በይኑ ይተኣምር ናይ ቡዳ ብኸምኡ እዩ ኣብዚ ናህና ናይ ኦሪት ሙሴ ታቦት ክህቦም ከሎ ክዛረቦም ከሎ ነቶም ህዝቢ ብምሉኦም ኣኪቡ እዩ ተዛሪብዎ እቲ ታቦት ክቅበሉ ከለውስ ከም ውልቀ ሰብ ኣይኮነ ሙሴ ተቀቢልዎ ከም ህዝቢ እዩ ኩሉ ንገብሮ ንሕና ከም ህዝቢ እዩ ኣነ ናይ ኩሉ ህዝቢ ትግርኛ ሓላፍነት ወሲደ ተሓታቲ እየ ኔሽን ማለት ንሱ እዩ ክህብ ዝንቤ ክደኪ ድየ ገለ ተኮይንካ በቃ ምስቲ ህዝቢ ትግርኛ እንታይ ክገብር ሃገር ተሃብታም ኮይነ ትካላት ተፈጢረ ክህብትም እየ ክሓልፈለይ በይነይ ግን እንታይ ዝገብሮ የለ ንሱ እዩ ተኣያ ስለዚ ዝኾነ መንእሰይ ነዚኣ ክርድኦ ኣለዎ ሰባ መስመር ኣለና